ካልእ መድሓኒትስ እንድዮ ኮይና ኣላ መድሓኒት ክርስቶስ ኮይኑ ኣብ ማንጨሎት ተመፂና ክንዲ ክንሰርሐሉ ደሊና ማንጨሎት እኒኤልኪ ላታለልካ ሰብ ሰብ ላተገረፈ ብጭቃ ላተለኸ በጊዕ ለምዲ ለቢሶም ክመፁኹም እዮም እሞ ተጠንቀቑ ይብል ናይ ኣምላኽ ቃል ማለት እዩ እዚ ትሰምዕዎ ዘለኹም ብጣዕሚ ዘሕዘንን መሕዘኒ ነገር እዩ ማለት እዩ ስምዓዮ ኻሊእ መድሓኒትስ እንድዮ ኮይናና መድሓኒት እኮ ክርስቶስ ኮይኑ ኣብ ማንጨሎት ተመጺና ክንድሕን ንሰርሐሉ ደሊና ኣብ ማንጨሎት እኒኤልኺ ላታለልኻ ሰብ ሰብ ላተገረፈ ብጭቃ ላተለኸየ ታሞ ኣብ ልመና እኒኦ ኣብ መንጨሎት እኒኦ ኣብ መተላል እኒኦ ኣብ ጥንቆላ እኒኦ ብስሩ እኮ እዚ ህዝቢ እዚ እኮ ስቕ ኢሉ እኮ ተበጭቱ ትመሊኡ እኮ እዩ በቃ ኸዚ ማንጨሎት ሕጊ መንግስቲ ብዘለዎ ዓዲ ካሊእ መዓልቲ ክንሰርሐሉ ኢና ስምበይ ብስሩ ብስሩ ብ መንጨሎት እኒኦ ጉድ እንድሕል ኸይድኽ እኮ ቤተ ክህነት ከመሓድሮ ላተገበአ ላተታለለ ሰብ ልቓቕ ላተባህለ ብሰንሰለት ላተገረፈ ፅብቕ ልበለት ሰበይት ክትሕፀብ ተኮይና ሽዱሽተ ወርሒ ተኣዚዝክ እዩ ስኸ ይትኸዲ ኣብዚ ኣገልግሊ ፅብቕ ልበለ ጉልበት ለለዎ ስብኣይ ዳሕና ተኮይኑ እታ ሰበይቱ ገዛ ትኸድ እሱ ከገልግል ክሽከም ሽዱሽተ ወርሒ ተኣዚዝካ እዩ ትወፅእ ብሓይሊ ዳ ተዘበጥኻ ብሰንሰለት ኣብ ሃዳይ ድንች ድንች ላኣክል መቁፀርያ ልሃለየ በቃ ሰብ ላዘበጥኻ እዛ መምህር ተወልደ ዝበልዋ ኮፍ ኢላ መፅያ ኣላ ሕጂ ምክንያት ስለዚ ናይ ሕሸት ፍላስፋታት እዮም ኣብ ውሽጢ ቤተ ክነት ዘለዉ ፅይ ኣብ ሓፂር ግዜ ተይመፀ ይቐሪ እንድዒ ምናልባት ዝሰብ ከንፈልጦም ነይሩ ከሰምዖም ነይሩ ግእዝ ላተደረቐ እዩ እምበር ትዘንዎ ኣለውን ኩሎም ይፈልጡ ወይ ትሰምዕ ደለ ይፈልጠ ይኳል እዩ ወጢሮም እታ ቤተክርስትያን ብኣክስዮን መንጢሎማ እታ ቤተክርስትያን ሒዞማ እታ ስልጣን እዩ ወርሓዊ ድዩ ኣብ ቀብሪ ድዩ ገንዘብ ሃውና እዩ ብገንዘብ መእተውሲ ዘይገብርዎ ምትራ እዚ ከዚ ንገብርዎ ኣለዎ ሕና ወትዊትና ርእሶም ሰዘርናዮም እዘን ኣብ ዘን ተፈናቀልቲ እዚ ሂቦም ሓደ ሚልዮን ሂቦም ክልተ ሚልዮን ሂቦም ልልዎም ኣለው ካብቶም ካህናት ሰለስተ ሚእቲ ቅርሺ ኣርባዕተ ሚእቲ ቅርሺ ዝወስዱ ብወርሒ ክኸፍልዎን ኢሎም ካብ ደሞዞም ቆሪፆም ድሓር ሃገረ ስብከት መቐለ ክልተ ሚልዮን ሂቦም ይብል ኣይህብይስ ዝፈልጦ እዩ ብምንታይ ይውስኽ ደሞዞም ኣብ ህንዲ ዓመት ይውስኽ እስኬሎም ገለኦም ኣይፍለጥ እዩ ይግባኝ ላብ መንበረ ሰላማ ዶ ይብሊ ቶ እንድሕር ሃገረ ስብከት መቐለ በዲልካ ላብ ሰማይ ኢኻ ይግባኝ ትብል በቃ ትሞት ወይም ልዓዲ ዓረብኻ ኢኻ ወይም ሊስትሮኻ ትገዝእ እዛ መምህር ተወልደ ዝበልዋ ኮፍ ኢላ መፅያ ኣላ ሕጂ እትርእይዎም ኣለኹም ንዞም ኣቦና ኣቡነ ሰላማ ክንድግፍ ኢልና ኢሎም መፅዮም ማለት እዩ ኣብዚ ትርእይዎ ዘለኹም ሚድያ ማለት እዩ ኣቡነ ሰላማ ሓቀኛ ነላዊ ሄር እዮም ትክክለኛ ሓወርያ እዮም ትክክለኛ ጳጳስ እዮም እቲ ዝዛረብዎ ዘለዉ ከዓ ትክክል እዩ ብዛዕባ ምግባር ተግባርና እዮም ዝግስሱ ዘለዉ ማለት እዩ እዚኦም ካ ርእዎ ረእዎም ከመይ ገይሮም ናይ ምንፍቅና ዘረባ ከም ዝዛረቡ ማለት እዩ ኣቡነ ሰላማ ዝዛረቡ ዘሎ ብዛዕባ ስርዓት ቤተ ክርስትያን ክትሕልዎ ኣለኩም ምእመናን ከተሸግሩ የብልኩም እዩ ብተግባር ብጉለት ኸባኹን ምክንያት ዘለዮም ዝግስጹ ዘለዉ እምበር ብዛዕባ ሃይማኖት ብዛዕባ ማጨለት ብዛዕባ እምነት ብዛዕባ መቁጠርያ ኣይተዛረቡን ሪኦም ኩሉ ግዜ መናፍቃን ከምዚ ይስራሖም ማለት እዩ ደገፍቲ መሲሎም እምነትካ እዮም ዝትንክፉኻ ማለት እዩ እቲ ኣብ ኦርቶዶክስ ተዋህዶ ዘሎ እምነት ዋላ ሓንቲ ጸገም የብሉን ኩሉ ቅኑዕ እዩ ናይ ኣቦታትና ብትውፊትን ቃልን ብትምህርትን ዝረኸብናዮ እዩ። ኣብ ግብሪ ሃዋርያት ምዕራፍ ሓሙሽተ ቅዱስ ጴጥሮስ ብጽላሉ ክፍውስ ንርኢ። ኣብ ምዕራፍ ዓሰርተ ትሽዓተ ግብሪ ሃዋርያት ድማ ናይ ቅዱስ ጳውሎስ ጨርቂ ተቖሪጹ ተወሲዱ ሕሙማት ክድህስስዎ ከለዉ ኣብ ሰውነቶም ኣብ ኣካሎም ክገብሩ ከለዉ ኣጋንንቲ ይወፁ ነይሮም ደውያት ከዓ ይፍወሱ ነይሮም ሕሙማት ክፍውሱ ነይሮም ይብል ስለዚ እንታይ ኣኹም ትብሉና ዘለኹም ብዛዕባ ጭቃ ገለ ትብሉ ኣለኻ ከዓ እናኢስኩም ትናገርዎ ዘለኹም ዓብዪ ሰብ ኢኹም ጎይታና መድሓይና ኢየሱስ ክርስቶስ ኣማ ኣብ ልቋስ ኣብ ማቴዎስ ወንጌል ምዕራፍ ትሽዓተ ድዩ ከዓ ልቋስ ትሽዓተ እቲ ካብ ኣዲኡ ካብ መጀመርታ ጀሚሩ ዓይነ ስውር ዝነበረ ምርኣይ ዝተሰኣኖ ጎይታና ብንትፍታፉ እንትፍ ኢሉ እቲ ጭቃ ለዊሱ ዓይን ምስ ሰርሐሉ ኬድካ ኣብ ሰሊሆን መጠመቅያ ተሓጸብ ኢልዎ ማለት እዩ ተጠመቅ ኢልዎ ማጨለት ማለት እዚ እዩ ኣብ ማጨለት ክንሕጸብ እቲ እምነቱ ከዓ ክንላኸ ዝፈቐደ ጎይታና እዩ ስለዚ እቲ መቁፀሪ ከዓ መቁጠርያ ትብልዎ ከዓ ካብ ኣቦታትና ዝመፀ ጸሎት ዝግበረሉ ኣጋንንቲ ዘቃጽል እዩ ስለዚ ንስኹም መን ኢኹም መን ኢኹም ንስኹም ኦርቶዶክሳውያን ኣይኮንኩምን ኢኹም ከምቲ ዝሰምዕኽዎ እዚ ዝወዲ ከዓ እንታይ ይብል መድሓኒት እኮ ኢየሱስ እዩ መድሓኒት እኮ ዝብል ፅሑፍ ኣሎ ኦርቶዶክስ ቤተ ክርስቲያን ኢየሱስ መን እያ ትብሎ ናይ ባህሪ ኣምላክ ናይ ባህሪ መድሓኒት ቤዛ በጃና መድሓኒትና ኣምላኽና ጎይታና እያ ትብላ ንበዓል ንስኹም ከ መን ትብልዎ ኣማላዲ ዝጽልየልና ዝልምነልና ስለዚ ንመን ኢኻ ክትነግሮ ኢየሱስ ክርስቶስ መድሓኒት ምኾኑ ንኦርቶዶክሳውያን ክትነግሮም መሕዘኒ ነገር ማለት እዩ እቲ ዝለበስክምዎ ናይ በግዕ ለምዲ ቆርበት ማለት እዩ ሕዚ ይግፈፈሉ ማለት እዩ ምስዚኦም ድነ ነርና ሪኢኹም ዶ ኣቦታትና ኩሎም ሓዊሱ ማለት እዩ ምስኦም ደን ነርና ሀ ምስ መን ደኣ ክንነብር ሕራይ ነላዊሄር ቅኑዕ ሓላዊ ምዃን ንባዕሉ ንቲ ሓላዊ እዩ ጎይታ ከዓ ናይቶም ሓለውቲ ሓለቓ እዩ ስለዚ ቅዱስ ጴጥሮስ እንታይ ይብል እንድሕር ደኣ ከምቲ ስልጣንና ተጠቂ ተጠቂምና እንድሕር ክፉእ ጌርና ብትክክል ደቅና እንድሕር ዘየመሓዲርና ናይ ሓለውቲ ሓለቓ ኢየሱስ ክርስቶስ ምስ መጸ ክፈርደልና እዩ ዝብል ስለዚ ዋጋ ክንክትረኽቡ ሓለውቲ ተጠንቂቅኩም ደቅኹም ጓሲ ይብል ማለት እዩ ብጣዕሚ ዘሕዝን ማለት እዩ ኣብ ግብረ ሃዋርያት ምዕራፍ 28 ግብረ ሃዋርያት ምዕራፍ ዒስራ ፍቕዲ ዒስራን ሸሞንተን እንታይ ይብል? ኣቱም ጳጳሳት መንፈስ ቅዱስ ዝሓረየኩም ብደሙ ዝበጅዋ ቤተ ክርስቲያን ናይ እግዚኣብሔር ቤተ ክርስቲያን ክትሕልው መንፈስ ቅዱስ ዝሓረየኩም ኣቱም ጳጳሳት ንባዕልኹምን ነባጊዕኹምን ተጠንቀቑ ኣነ ምስ ከድኩ ነባጊዖም ዘይርህርሁ ጨካናት ተዃሉ ከም ዝኣትኹም ይፈልጥ ይብል ስለዚ ኩልኹም ኦርቶዶክሳውያን ክንጥንቀቕ ኣለና እዞም ተዃሉ ክንፈልጦም ኣለና ብፍሪኦም ክትፈልጥዎም ኢኹም እዩ ዝብል እቲ ናይ እግዚኣብሔር ቃል ፍሪኦም ከዓ ርኢኹም እዚ ኣቡነ ሰላማ ቅኑ ኣቦና ሓቀኛ ጳጳስ ምሁር ዝኾኑ ሊቅ ዝኾኑ ኣቦና ዝዛረብዎ ዘለዎ ብዛዕባ መሓዳድራ ብዛዕባ ሙስና ብዛዕባ ትክክለኛ ሓለውቲ ጓል ሰይቲ ብትክክል እግዚኣብሔር ዝሃቦም ጸጋ ከም ዝጥቀምሉ እዮም ዝዛረቡ እዚኦም ከዓ ደገፍቲ ኢሎም መጺኦም ከዓ እንታይ ከም ዝገብሩ ርእዎም እ ማጨለት ጭቃ እናለኸ እዩ ማጨለት ከምዚ እናገበሩ ብመቁፀሪ ክንዲ ድንሽ ዝኸውን መቁጠርያ ገይሮም እናቀጥቀጡ እዚ ብሃይማኖትና ኢኹም ትመጹ ኣለኹም ብጣዕሚ መሕዘንቲ ኢኹም ዓበይቲ ሰባት ተባሂልኩም እንታይ ከም ትዛረቡ ከማን ክትርድኡ ኣይከኣልኩምን ማለት እዩ እቲ ወዲ ግን ምሶም እዚኦም ድና ንነብር ገለ ዝብል ንሱ ብዓላማ እዩ ኣቱም ዓበይቲ ኣባታት ግን ጥንቃቄ ግበሩ ሃይማኖት ካልእ እዩ እዞም ካህናት መምህራን ዋላ ምእመናን ብምግባር ጉልበት ከዓ ኣምላኽ ምቕያም ካልእ እዩ ብንስሃ ዝሕጸብ እዩ ናብ ንስሃ ተመሊስካ ናብ ኣምላኻ ትምለስኩ ትምለሰሉ ኢኻ ናይ ምግባር ጉለት ማለት እዩ ሃይማኖት ግን ቅንዒት እያ ሃይማኖት ኦርቶዶክስ ተዋህዶ እያ ቅዱስ ይሁዳ ሓው ያዕቆብ እንታይ እዩ ዝብል ንመጀመርታ ሓደ ግዜ ንቅዱሳን ዝተውሃበት ሃይማኖት ኣብኣ ኮንኩም ንክትጋደሉ ይጽሕፈልኩም ኣለኹ ይብል ቅዱስ ጳውሎስ ከዓ ብኤፌሶን 4 ምዕራፍ 4 ፍቅድ 4 እንታይ ይብል? ሓደ ሃይማኖት፣ ሓደ ጌ፣ ሓደ ጎይታ፣ ሓደ ሃይማኖት፣ ሓደ ጎይታ፣ እንኮ ሃይማኖት፣ እንኮ ጎይታ፣ እንኮ ጥምቀት ኣለና ይብል። ኣብ ኩሉ ዝሰርሕ ብኩሉ ዝሰርሕ ሓደ ኣምላኽ ስለ ዘሎ ይብል። ስለዚ ብጣዕሚ ዘሕዝን ነገር ማለት እዩ። ሓፍትና ከዓ ጥንቃቄ ተትገብሪ ጽቡቅ ነይሩ ብዛዕባ ብሃይማኖት ኣይተነኻኽኢ ከቢድ እዩ እና ጥንቃቐ ክንገብር ይግባእ እዞም ተዃሉ ከዓ ክትፈልጡሎም ይግባእ ይብል መፅሓፍ ቅዱስ ማለት እዩ ናይ በግዕ ለምዲ መሲሎም ለቢሶም ዝመፁ ተጠንቀቕዎም የርያ